ሃይ ኦኬ ብዛዕባ ሜዲቴሽን ክዛረብ ብኣነ ትፈልጦ ማለት እዩ ኣነ ከመይ ሜዲቴት ትገብር ኦኬ እናተይ ሰዓታት ኣለኒ ግን ድኾነ ሰብ ድሕን ሜዲቴት ክገብር ደልዩ ከመይ ገይረ መደተይ ትገብር ሓደ ኮምፈርትብል ክኸውን ኣለዎ ነብሱ ፅሩይ ክኾን ኣለዎ ከምዚ ኢሉ መዓልታዊ ሰብ ክሕፀብ ክኽእል ኣለዎ ምክንያቱ ፖሊሽን ገልመለ ስለ ዘሎ ቆርበትና ስለ ዝተንፍስ ድሕን ቆርበትና ብሎክ ኮይኑ ፅቡቅ ንፋስ ሳይ ንረክብና ብቆርበትና ነተንፍሶ ይበዝሕ ከባትና ደርፎር ክንሕፀብ ክንክእል ኣለና ኤቭሪደይ ሽንቲ ክትሸይን ኣለካ ኮምፈርትብል ክትኾን ማታ ከመይ ኮፍትብል ብዙሕ ኢምፖርታንት ኣይኮነን ከምቲ ዝጥዕመካ ግን ዝበለፀ ድሕን ስትሬት ኮንካ ማለት እዩ ኣነ ከተንፍስ ንእሽተይ ፈትየ ቅድሚ ሜዲቴሽን ጅማረይ ከምቲ ራፍላ ኣነ ዝገብሮ የተንፍስ ንፋስ ይእቱ ይሕዞ እንደገና ይውፅኦ ንፋስ ይእቱ ትጅምር ስጋብ ሽዱሽተ ሸውዓተ ዓሰርተ ስጋኣ ክንዲ ምንታይ ትኽእል ማለት እዩ ከብዳ ክትምልኦ ተወፅኦም ካብኡ ክትጅምር ከለኻ ድሕን ዓይንኻ መጀመርታ ንጀማራይ እኒወ ዓይኑ ክኸደ ዓይኑ ክዕመት ኣለዎ ማእታን ካልእ ዝኾነ ነገር ዲስትራክት ከይገብረካ ሽዑ ዋላ ሓንቲ እንታይ ንዓኻ ከመይ ናብካ ንዓኸይ ንዓኻ ክብል ከለኹ ንዓኽን ንዓኸይ ንዓኻ እጅሉ ኣነኩም ስለ ዝብል ንዓና ክብል ንዓና ከመይ እዩ ዝጠመና ዘረባ ዝዛረበሉ ገለ ምለገለ ከምቲ ኣነ ዝገብሮ ግን ጸጥ እየ ዝብል። እቲ ሓሳብ ይመጸኒ ኣየድልየኒ ነቲ ሓሳብ ጠጠው ኣብሎ። ኣብ ዝደለኻዎ'የ ናይ ድሕሪት ኣይሓስብን እየ ናይ ቅድሚት ኣይሓስብን እየ ናይ ሕጂ እየ ዝሓስብ ዝሓስብ ናይ ሕጂ ይህሉ ኮፍ ኢልካ ተተንፍስ ጸጥታ ህብ ብዝሒ ግዜ ድምጺ ከምዚ ዝስማዕ ዘሎ ሞተር ሳይክል ይስማዕ እዩ ግን ብዙሕ ኣይርብሸካን እዩ ድሕን ሓንሳብ ኣብቲ ሲስተም ኣቲኻ ኢዚሊ ዝኾነ ድምጺ እዩ ፒክ ዝገብረካ መደደት ትገብር ማለት እዩ ግን ንመጀመርታ ብዝያዳ ርእስኻ ክርብሸካ እዩ ርእስኺ ርእስኻ ክብል ኣለኒ ኣነ ሺ እኮ ብዝያዳ ርእስኺ ክርብሸካ ይኽእል እዩ ሓሳባት መፅእ ከምዚ ክገብር ኣለና ከምዚ ክመፀ ኩሉ እቲ ድመፅእ ድመፅእ ትብሎ ኩሉ ክሳኻዕ ኣለዎ ወይ ንግሆ ኣይደኖ ክንድምታይ ራሽ ኣዋር ኣብ ገዛኹም ግን ወይ ከዓኒ ምሸት ኬድካ ንምድቃስ ድሕን ኮይኑ ዋላ ሓንቲ ድሕን ኣምሲኻ ስጋዕ ነብስኻ ዳሕራይ ድሕሪ ነብስኻ ባዕሉ ክነግረካ እዩ ሰዓት ክንደይ ክትድቅስ ከም ዘለካ ሰርዖ እዩ ባዕሉ ኣፍተር ዋይል ሕጂ እታ ክትገብራ እታ ሜዲቴት ግን እስኻ ትብል ጸጥ ድሐን ሐሳብ መጺካ መን እዩ ነቲ ሐሳብ ደምጾ ደሎ ነቲ ሐሳብ ድምጽ መን እዩ ነቲ ሐሳብ ደምጾ ዘሎ ጥራሕ ኢኻ ክትሓስብ ብውሽጢ ጥራሕ ንደገ ኣይኮነን ንደገ ኮምፕሊትሊ ክዕጸ ክኽእል ኣለዎ ክትግበር ከኣ ድካኣል ብዙሕ ሽግር ኣይኮነን እቲኣ ክትሰርሓላ ዘለካ ናይ ውሽጥኻ ናይ ውሽጥኻ እስከመይ ጌርካ ሃንድል ትገብሮ ዝኾነ ሓሳብ ክመፀካ ኸልዩ እና ኣይለንን እዚ ሓሳብ እዚ ጥራሕ ንቲ ትንፋስካ ተኸኢልካ ኢንን ኣውት ትንፋስካ ተብሎ ተሰምዖ ንሕና ቆልዑትና ብዙሕ ኣለዉ ድምፅታት ዝገብሩ እሱ ድምፂ ከማን ክትገብር ትኽእል ኢኻ ድሕን ኣቑሑት ክትርብሽ ዘይከኣልካ ፍደይ ዶን ማይን እትም ቆልዑት እንታይ ድምፂ ተወፅእ ብዙሕ ዓይነታት ድምፅታት ድምፂ ክትድምፅ ትኽእል ኢኻ ትብል ወይከ ዩጅሊ ነዚ ናይ እዝንኻ ከማን ወይ ክገብረልካ እዩ ብዙሕ መንገድታት እዩ ዘለዎ ወይ ጸጥ ክትብል ተኸለኻ ወይ ድምፂ ክትገብር ተኸለኻ ነቲ ድምፅኻ ትሰምዖ ስቴፎክ ብዙሕ ብዙሕ ነገራት ኣሎ ከመይ ጌርካ መድብት ትገብር ጸጥ ኣሎ ድምፂ ኣሎ በብዓይነቱ ድምፅታት እዩ ዘሎ ትንፋስ እቲ ዝበለፀ ግን ትንፋስ ምእታው ምውፃእ ሽዑኡ ነብስኻ ባዕሉ ብዙሕ ነገራት እዩ ብዙሕ ነገራት እዩ ዝቀየር ድሕን ጀሚርካ ብዙሕ ነገራት እዩ ዋላ እቲ ትንፋስ ትንፍሶ ከማነ እቲ ጣዕሚ ናይቲ ትንፋስ ይቕየር እዩ እቲ ደኣ እቲ ትንፋስ ከምቲ መዓልቲ ኩሉ ግዜ ተተንፍሶ ትንፋስ ኣይኮንን እዩ እቲ ናቱ ሕብሪ ጣዕሚ እቲ ጣዕሚ ክትኣትኸሎ ይቅየር እዩ ብዙሕ ዓይነት ኣተናፍዛ ከኣ ኣሎ ተደሊኻ ነዚ ጨኻ ደቂ ሰባት በርከት ይፈኩ ሕጂ ከምዚ ትገብታ ኣፍንጫና ሓደ ኣይኮነን ኦኬ በዚ ነተንፈሶን በዚ ነተንፈሶን በበይኒ በዚ እቲና በዚ ነውፅኦ በዚ እቲና በዚ ክነውፅኦ ንሕና ተልና መጀመርታ ምናልባት እንዲህ ስትኾን ትኽእል ኢኻ ዳሕራይ ግን ትውለፍ ኢኻ ስለዚ እዚ ኣተናፍሳ በብዓይነት ኣተናፍሳ ኣሎ ዳሕራይ መዓልቲ ዳሕራይ መዓልቲ ወይ ድሕን ግዜ ረኺበ ሕጂ ክገብሮ ክፍትን እየ ግን እታ ዝበለጸት መዲቴሽን መዲቴሽን ጸጥ እታ መፍትሒ ኣበያ ደላ ዋላ ሓንቲ ኣይትሓስብ ነብስኻ ሸንካ ገለ ኣዕሪፍካ ዋላ ሓንቲ ኣይትሓስብን ናይ ቅድሚት ኣይትሓስብ ናይ ድሕሪት ተርክበሉ ኢኻ ኣብቲ ዘለኻዮ ምህላው ነብስኻ ኣፕሪሽት ምግባር ነብስኻ ኣፕሪሼት ምግባር ነብስኻ ምምስጋን ተመስገን ማለት ብትግርኛ ኣላ ዶ ተመስገን ተመስገን ንፈጣሪ ኣትሕምቆ እዮም ድብል ተመስገን ዝመስልዎ የለን ሶ ተመስገን ናተይ ፌቨራት ተመስገን እያ ሶ ንነብስኻ ምምስጋን ንስኻ ኢኻ ዝበለፅካ ንነብስኻ ምምስጋን ዘለካ ምምስጋን ነብስኻ ምፍታው ንብስኻ ድሕን ፈቲኻያ ንብስኻ ድሕን ተመስገን ኢልካ እሱን እሱን ገዛ እሱን መደትሽን you just appreciate your body that's it ብድዓ ለሓንቲ ደይ ምሕሳብ ንዓኻ that's meditation no big deal meditation ወላ ሓንቲ ሃይማኖት ምቕያር ኣይኮነ ዋላ ግን ዝኾነ ዓይነት ሃይማኖት ክትከውን ትኽእል ኢኻ ድሕን ሃይማኖት እሹ ብዛዕባ ሃይማኖት ሕጂ ክዛረብ እዚኣ ናይ መድሽን ምስ ወዳእኩ ብዝኾነ ክትከውን ትኽእል ኢኻ ግን መደተታ ከም ምግቢ እዩ እኮ ንፋስ ትቐይር ንፋስ ትወፅእ ኮፍ ኢልካ ንብስኻ ኣፕሪሼት ትገብር ኣበለ እቲ ሽግር ኣበለ እቲ ፕሮብሌም ሓቂ እየ ኣበለ እቲ ፕሮብሌም ነብሰይ ተሓፂበ ጥዑይ ምግቢ በሊዐ ኮፍ ኢለ ድሕን ኣተንፊሰ ነዚ ኣዜብ ፍትው ኣቢለያሲ ኣበለ እቲ ፕሮብሌም ሕጉስ ትኸውን ኣራውንደይ ከዓ ሕጉስ ይኸውን ዳስ ሜዲቴሽን ደወነቶክ ሞር ዛን ዛት ባይ